እዕርኽቱ ናይ ስዑዲ ጓል ኣይትእመንን ናብ ጥቕምኻ ቀይሮ ገንዘብ ስደድለይ በላ ኢሎ ምስ መኸርዎ ገንዘብ ስደድለይ ይብለኒ እሞ ኣነ ድማ ተገሪሀ ይሰደሉ ለከ ብቲ ኣነ ዝሰደድኩሉ ገንዘብ ሰለምታ ኣይረሳዕኹን ፍትዋ ተኸታተልተይ እንኳዕ ብሰላም መጻኹም ንሎ መዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ሓንቲ ሓፍተይ ዝጸሓፈትለይ ዛንታ እየ ሒዘልኩም መጽ ከምቲ ኩሉ ግዜ ናይ ዝሓፍትና ዛንታ ኣንብየ ምስ ወዳእኹ ሓሳበይ ከካፍላ እየ ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኮምን ከምቲ ልሙድ ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል። ዛንትኣ ከምዚ እዩ ዝብል ኣቡዋይ ሰላም ከመይ ትኾኒ ካብ ዝከታተለኪ ክልተ ዓመት የሕሊፈ ብሃንቀውታ እየ ዝጽበየኪ እንተዘይ ለቂቅኪ ከም ገለ እዩ ዝብለኒ ናየ ጠንካራ ብጣዕሚ እየ ፍትው ዘብለኪ ዛንበይተይ የቀንየለይ ዝሓፍተይ ብጣዕሚ እየ ዘመስግን እና ምክሪ ደልየ በጃኺ ምክሪ ከለግስለይ ኣነ ሓፍትኺ ሰለስተ ዓመታት ኣቁጺረ ኣብ ስደት ድኻምን ጭንቀትን ብቻ እየ እምበር ከስቢ ኣይረኸብኩሉን ግን ከዓ ካብኻ ዝገደደ ክትርኢ ከለኻ ተመስገን ትብል ጥዕና ጥራሕ እና ኣብ ዓዲ ከለኹ ምስ ሓደ ወዲ ይላለ እሞ ከም ኣሕዋት ነዋግዕ ኣነ ከም ሓወይ ይርእዮ ነይረ። ካብኡ ኣብ መንጎ ሕቶ ፍቕሪ ኣቕሪቡለይ፣ ኣነ ኸዓ ንኻልእ ኣፍቂረ። እቲ ዘፍቀርክዎ ኸዓ ዓርኩ እዩ፣ ንሱ እውን ቅድሚኡ ሒዙ እዩ ዝሓተኒ ነይሩ። ከም ሓወይ እየ ዝርእየካ ድማ ይብሎ ነይረ። ኣነ ግን ኣይፈልጥን ዝነበርኩ ዓርኩ ምዃኑ። ለካ እቲ ኣፍቃሪየይ ግን ይፈልጥ እዩ ነይሩ። እቲ ከም ሓወይ ዝርእዮ ዝነበርኩ ወዲ እውን ሰሚዑ ምንም ኣይበለንን፣ ልቡ ተሰይሩ። እቲ ኣፍቃሪየይ ብዙሕ ደኺሙ እዩ ከም ዘፍቅሮ ጌሩኒ ኣነ ኸዓ ዕብድ ኢለሉ እንኳዕ ረኸብኩኺ ብጣዕሚ እየ ዘፍቅረኪ ይብለኒ ብዙሕ ግዜ እየ ነጺገዮ ኔረ ንዕኡ እውን ኣብ መጀመርታ ኣየፍቀርክዎን ኔረ ብድሓር ግን ኣነ ልዕሊኡ ኣፍቅር ኣቢለዮ ከምዚ ኢሉ እናሃለወ ብ ክልተ ሽሕን ዓሰርተ ሓሙሽተን ዓመተ ምህረት ስደት ወጽኤ ክብገስ ከለኹ ኣይነገርክዎን። ድሕሪ ሓደ መዓልቲ ሰሚዑ ኣብ መንገዲ ከለኹ ይድውለለይ። ደሃየይ ንኽፈልጥ ይጭነቕ ነይሩ። ብድሕሪኡ ስዑዲ ምስ ኣተኹ መጀመርታ ንዕኡ እየ ደዊለሉ። ሕጉስ ኢሉ። ፍቕርና እውን ጽቡቕ ይቕጽል ነይሩ። እቲ ቅድሚኡ ዝሓተኒ ዝነበረ ወዲ እውን ምስ ኣተኹ ደዊሉለይ። በቃ ቃለይ ግን ሓንቲ እያ ዝነበረት። ዘፍቅሮ ኣለኒ ይብሎ። ንሱ ግን ተስፋ ኣይቆረጸን። ዋላ ኣፍቃሪ ከለኒ ኩሉ ግዜ ይግደሰለይ ምስ ኣፍቃሪየይ ግን ጽቡቕ ኢና እኒኤና ይፈልጥ እዩ እዚ ወዲ ከባቢ ክልተ ዓመት ጽቡቕ ጸኒሕና ካብኡ ንደሓር ግን እንታይ እሞ ኣቢተይ በብቑሩብ ክቕየረኒ ጀሚሩ ይጠፍኣኒ ግዜ ኣይህበንን ኣዕሩኽቱ ከዓ ናይ ስዑዲ ጓል ኣይትእመንን ንጥቕምኻ ቐይሮ ይብልዎ ነይሮም ስደድለይ በላ ይብልዎ ንሱ ግን ደሓን እዩ ነይሩ ደሓር እዩ ዓብሊሎምዎ እምበር መስመር እንተወፂኡ ደዊልኩም ደሓን እዩ በልዋ ከይትሻቐል እንተይልዎም ይድውሉለይ እሞ ናቱ ሕመቕ ይነግሩኒ ተስፋ ቆረፅ እዩ ኣይትድከም ይብሉኒ ካብኡ ኣነ ኩሉ ይደኽመኒ ካብኡ እታ ከዘክራ ዘይደሊ ዕለት መፅኣ ጸጊምካ ድዩ ይብሎ እወ ይብለኒ ኣጆኻ ድሓን ንሓደ ሓደ ዝኾን ዝተወሰነ ክሰደልካ ይብሎሞ እሺ ይብለኒ ሞባይለይ ተባላሽያ ኢሉኒ ብንዓርኩ ኢና እናዋጋዕና ነይርና ብድሕሪኡ ናይ ዓርከይ ኣካውንት ክሰደልኪ ይብለኒ ናትካኸ ይብሎሞ ጠፊኡ ይብለኒ ኣነለ ኩሉ ድዩ ዝጠፍእ ኢለዮ ቅጭ መፅዩኒ እና ናብ ዓርኩ ዓሰርተ ሽሕ ብር ምስ ሰደድኩሉ ኣብታ ዓይንኽስ ፀጉሪ ኣላትስክዶ ብኡ ገይሩ ህልም ኢሉ ግርም ድንፅው ኢሉኒ ሕልሚ ክኾነለይ ተመነኹ ለካ ንሱስ ጠሊሙኒ ብቱ ዝሰደድኩሉ ገንዘብ ፈቐድኡ ባራት እናዓንደረሉ ካብኡ ንዝዓርኩ እንተጸሓፍኩሉ ኣይምልሰለይን ድሕሪ ወርሒ መሊሱለይ እንታይ ኮይኑ ተበልክዎ በቃ እቲ ሓቂ ክነግረኪ እየ ሓፍተይ ኣላትና ኣብ ስደት ሕሰሙ ይፈልጦ እየ ከመይ ኢልክን ከም ተምጽኦ እቲ ገንዘብ ኣሕዚንክኒ እና ሕልናይ ወቒሱኒ በቃ ንዓኺ ኣይኾነክን ኣብ ካልእ ዓለም እዩ ዘሎ ኢሉኒ። ብብኽያትን ብጭንቀትን ዘይምሱል መሲለ ወዲቐ። ጥልመት ዝቐመሶ እዩ ዝፈልጦ። በቃ ምንባር ሰልቺኒ። ናይ ሓሶት ሰሓቕ ይስሕቕ ነይረ። እንታይ እሞ ሓሊፉ ክተውግዖ ክጥዕም። ብድሕሪኡ ጸሎት እናገበርኩ ናብ ፈጣሪየይ ቀሪበ። ካብ ዝወደቕክዎ ተሲኤ። ተመስገን ፈጣሪ። ረሲዐልኪ እቲ ቅድሚኡ ዝሓተኒ ዝነበረ ግን ኩሉ ነገር ሰሚዑ ኣብ ጎነይ ኮይኑ ኣጆኺ ኣለኹልኪ ኣነ ኩሉ ግዜ ኢሉ ኣጠንኪሩኒ ከይረብረበ ኣብ ጎነይ ጠጠው ኢሉ ሓሲብክዬ ዲኻ ኣቢየይ እና ኩሉ ረሲዐዮ ዳግማይ ሂወተይ ሃኒጸ ረሲዐዮ ኣብ ሞንጎኡስ መዓዝ ድዩ መጺኡ ድሕሪ ብዙሕ ኣዋርሕ ደዊሉለይ የፍቅረኪ እየ ስልክኺ እዩ ጠፊኡኒ ኔሩ ኢሉኒ ብታ ዝመጻኻያ ኪድ ሓድሽ ህይወት ጀሚረ እየ ኢለዩ ንምሓዛይ ደዊሎ ናተይ እያ ኢሉ እናፈከረላ ነይሩ ኣነ ግን ጽለ ኣቢለዩ እና ከምዚ ኢለ ከለኹ ኣብዚ ብኦንላይን ምስ ሓደ ወዲ ይፋለጥ ወዲ እዩ በቃ ጎደሎ ይብልን ንፍቕሪ ሓቲቱኒ ኣነ ግን ኣየፍቅሮን ክኸስሮ ስለ ዘይደለኹ ጓል ምስ ዘፍቅራ እያ ትኸብር ዝብል ርድኢት ሒዘ ደሓር ከፍቅሮ እየ ኢለ ተቐቢለዩ ከም ዘፍቅሮ ኮይነ እውን የዋግዖ ኔረ ሓቂ ዘረባ። ኣብ ወዲ እምነት ዝበሃል ኣይብለይን ኩሎም ሓደ እዮም ዝመስሉኒ። ኣይኣምነካን ንፈላለ እንተ ኢለዮ ምስ ቤተሰበይ ከፋልጠኪ ወይ ኣፋልጥኒ ኢሉኒ ኣብየዮ ብስድራዋ ክውደኣልኪ ኢሉኒ ውን ኣብየዮ ክጽበየኪ እየ ንራኸቢ ኣይብለክን ኢሉኒ ኩሉ ነጺገዮ እቲ ዓርኪ ኣፍቃሪየይ ነበር ግን ክስካብ ሕዚ ኣሎ ኣይረብረበን ስለ ዘፍቅረኪ እየ እምበር ወዲ ከምዚ ኢሉ ይልምን ድዩ ዘይስልችወኒ እኮ ሓደ መዓልቲ ተረዲእዋ፣ ክትመጸኒ እያ ኢለ እየ ምሳኺ ዘለኹ ኩሉ ግዜ ይብለኒ። ሕነ ከኣ ክትፈዲ ንዕኡ ስለ ዘፍቀርኩ ኢለ ይነግሮ እሞ ንስኺ እንታይ ጌርክኒ? ካልኣይ ኣይበደልክንን፣ ምስኡ ዘራኸበ ይብልናን ይብለኒ። ብኣካል ኢና ንፋለጥ፣ ደሞ ነቲ ኣብዚ ብኦንላይን ዝፈልጦ ንፈላለ ኢለዮ ማራ ተጎዲኡ። ኣይገድፈክን ዋላ ኣይተፍቅርኒ ይብለኒ። ጭንቕ ኢሉኒ፣ ዝውስኖ ጠፊኡኒ። እዚ'ውን ምስ ተራኸብና ከይንበኣስ ብኦንላይን ፍቕሪ ኣይኣምኑሉን፣ ኣወዳት ክስካዕ ዝረኽቡኻ እዮም ለመጽመጽ ዝብሉ። ምስቲ ኣብዚ ብኣካል ዝፈልጦ ወዲ ከባቢየይ ዶ ክውስን? ጸገም የምጽእ ድዩ? ምስ ኣፍቃሪየይ ነበር ይፋለጡ እዮም። ኣብዚ ዘሎ እውን ኣውጺኡ ተጠቒሙ ከይድርብየኒ፣ ወይ ከዓ ኣነ ተዘየፍቀርክዎኸ ይብል። እዚ ኣብ ዓዲ እንዮ ሕነ መፍደዪ ሕንኡ ከይገብረኒ ፈሪሐ ኣማኽርኒ ፕሊስ ዝብል እዩ ዛንታኣ። ክብርቲ ሓፍተይ ከም ኣነ ክብለኪ ዝደሊ ብመጀመርያ እንኳዕ ካብዚ ዝነበርክዮ ሕማቕ ስምዒት ወጺኺ ኣብ ዘለኽዮ ደረጃ በጺሕኺ ጠንኪርኪ ረሲዕኽዮ ንምስካርን ንምጽሓፍን ኣብቅዐኪ እየ ዝብለኪ ምኽንያቱ እንድሕር ደኣ ንዓኻ ዘይኸውን ኮይኑ ከምቲ ናትካ ዓይነት ተመሳሳሊ ስምዒት ዘይብሉ እንድሕር ደኣ ኮይኑ ሰብሲ ተሓንቲ ዘላ መማረጺት ረሲዕኻ ምጥንካርን ምጥንካርን ስለ ዝኾነ እንኳዕ ጠንከርኪ እንኳዕ እውን ኣብ ዘለኽዮ ደረጃ በጻሕኪ እንኳዕ ረሳዕኽዮ እየ ዝብለኪ ሓደ ደስ ዝበለኒ ነገር ካብ ዛንታኺ ንሱ እዩ ካልኣይ ምኽሪ ደሊኽሉ ዘለኺ ጉዳይ እዞም ክልተ ኣብ ጎንኺ ዘለው ሕቶ ፍቕሪ ተደጋጋሚ ዝቐርቡልኪ ዘለው ኣወዳት ሓደ እዚ ዓርኩ ንዚ በዲልኪ ዝኸደ ኣቐዲሙ ይሓተኪ ነይሩ ንስኺ ግን ንዓርኩ ኣፍቂርኪ ንዓርኩ ሕቶ ፍቕሪ ተቐቢልኪ ዋላ እኳ ዓርኩ ምንባሩ ኣብ መጀመርያ ኣይትፍለጢ ነገር ግን ምስ ዓርኩ ፍቕራዊ ርክብ ነይሩኪ እንደገና ሕጂ እውን ከይረብረበ ኣብ ጎንኺ ኮይኑ ኣጆኺ እናበለ ዝሓተኪ ዘሎ ካልኣይ ድማ እዚ ብኦንላይን ተፋሊጥክዮ ዘለኺ ብኣካል ዘይትፈልጥዮ ወዲ እዩ ምኽሪ ደሊኽሉ ዘለኺ ብመጀመርያ ቅድሚ ናብዞም ክልተ ኣወዳት ምኻድና ኣነ ክመኸረኪ ዝደሊ ቅድሚያ ክትገብርዮ ዘለኪ ንስኺ ቅድሚያ ክትፈልጥዮ ዘለኪ ነገር ሓደ ንስኺ ናብ ስደት ጋሻ ኢኺ ዘለኺ ማንም ትኹን ጓል ኣብ ዝኾነ ዓይነት ክሊ ዕድመ ትሃሉ ዝኾነ ዓይነት ህይወት ይንበራ ኣብ ዓዲ ስደት እንድሕር ደኣ ተሰዲታ እታ ሓሊፍክያ ዝመጻኺ ነገር ሓሊፋ ኣብዛ ዘለኽያ ደረጃ እንድሕር ደኣ በጺሓ መጀመርያ ናብ ስደት እንታይ ኣምጽእኒ ዝብል እያ ልክዕ ከምቲ መንኦም ክቕበል ኢልኪ ትጭነቕዮ ዘለኺ ክትጭነቐሉ ዘለዋ ልክዕ ንመንኦም እየ ክቕበል መን ክብድለኒ ይኸውን መንከ ከምዚ ዘለዎ ጸኒዑ እስካዕ ቀጻሊ ምሳይ ክጸንሕ ይኽእል መን መናብርተይ ክኸውን ይኽእል ኢልኪ ልክዕ ከምቲ ብዛዕባ ክልቲኦም ኣወዳት ትጭንቕዮን ትሓስብዮን ዘለኺ ብዛዕባ ዕላማኺ እውን ከምታ ትሓስብያ ዘለኺ ክትሓስቢ ዝግበእኪ ከምታ ትጭንቕያ ዘለኺ ትማሊ ብኸመይ ሓሊፈ ሎሚ ኣብ ከመይ ደረጃ ኣለኹ ብኸመይ ኢኸ ገንዘብ ካብዛ ዝመጸላ ዓመት እስካዕ እዚኣ ገንዘብ ዘይሓዝኩ ኣብ ከመይ ኣጥፊኤዮ እንታይ ክገብር ነይሩኒ ዝብል ኢኺ ቀንዲ ክትጭነቕሉ ክትሓስብሉ ዘለኪ ቀዳምነት ማለት እዩ። ወዲ ኣፍቃረይ የድልየክን ሓዳረይ የድልየክን ማለተይ ኣይኮንኩን። ነገር ግን ብዙሓት ሃገራት፣ ብዙሓት መከራታት፣ ብዙሓት ጸገማት፣ ጥሜታት፣ ድኻማት፣ ጭንቀታት፣ ብዙሕ ነገር ሓሊፍኪ ኣብዛ ዘለኽያ ደረጃ ብምብጻሕኺ ኩሉ ግዜ ክትሓስብዮ ዘለኪ ቅድሚያ እንታይ እዩ ናብዚ ዓዱ ዝየምጽእኒ ኣብ ዘለኹዎ ደረጃ ጠጠው ዘበለኒ እንታይ እዩ ብቲ ዝሓለፍኩዎ ዘሕለፈኒ እንታይ እዩ ዝብል እያ ሓንቲ ጓል ኣንስተይቲ ክተቐድም ዘለዋ እየ ዝብል ናይ ጉዳይ ናይ ጓል ኣንስተይቲ ስለ ዝኾነ እዛንታ እምበር ንወዲ ይኹን ንጓል ስደት ዝተሰደተ ንምንታይ ተሰዲተ መንእሰይ እየ ዘለኹ ኣብ ንእስነት ሰዓተይ ኣብዚ ብዙሕ መስዋእቲ ከፊለ ኣብዚ በጺሐዮ ዘለኹ ደረጃ ኣብዛ ጠጠው ኢለ እያ ዘለኹ ቦታ ጠጠው ኢለሲ ጽባሕከ ኣበይ'የ ክበጽሕ ዘለኒ ኢሉ'ዩ ቅድሚያ ክሓስብን ክጭነቕን ዘለዎ። ብድሕሪኡ፣ እቲ ጉዕዞ ንሱ እንድሕር ደኣ ጀሚሩ፣ እቲ ስራሕ ንሱ ጀሚሩ ኣብ ፍርቂ ወይ ኣብ ርብዒ እንድሕር ደኣ በጺሑ፣ እቲ ትሓስብዮ ዘለኺ ሓሳብ እንተሓሰበ'ሞ ብድሕሪኡ እናረኣየ ክስካዕ ዕላምኡ ዝውድእ እናረኣየ እናመዛዘነ ክሕዞ ዝግብኦ ነጥብታት እናሓዘ እንተስ መሊኡ ክስርዞ እንተስ መሊኡ ንኸሕልፎ እዚ ኣብ ጎኑ ዘሎ ሰብ እንተሓሰበ ደኣ እዩ ጽቡቕ እምበር መጀመርያ ቅድሚ ዝኾነ ነገር ሀይ ኢሉ ምጅማሩ ናብዚ ትሓስብዮ ዘለኺ ሓሳብ ወይ ዝኾነ ሂወት ምጅማር ኣነ ደጊፈ ኣይፈልጥን ተስማዕሚዐሉ ውን ኣይፈልጥን ብፍላይ ብፍላይ ንጓል ኣንስተይቲ ደጋጊመ ዝመኽሮ ነገር ዋላ ዝስማዕመዐሉ ነገር ውን እንታይ ናብ ስደት ኣምጺኡኒ ትማሊ ብኸመይ ሓሊፈ፣ ሎሚ ኣበይ ኣለኹ፣ ጽባሕ ኣበይ ክበጽሕ ኣለኒ፣ ብኸመይ እየ ኸሲረ ዘለኹ፣ ብኸመይከ ክኸስብ ኣለኒ ዝብል እይ ኣጠንቂቓ ክትሓስበሉ ዝግብኣ ክትርስዖ ሸለል ክትብሎ እውን ዘይግብኣ ነገር እዩ እየ ዝብል። ስለዚ ንስኺ ጋሻ ስለ ዘለኺ መጀመርያ ብኸመይ ዕላማይ ከሳኽዕ ኣለኒ፣ ንኣብነት ካብቶም ዕላማታትኪ ሓደ ገዛ እንድሕር ደኣ ኮይኑ ብኸመይ መሬት ክገዝእ ኣለኒ፣ ክንደይ ኣዋርሕ እንድሕር ደኣ ኣኪበ፣ ክንደይ ዓመት እንድሕር ደኣ ጸኒሐ እየ ኣብ ከምዚ ክንድዚ ካሬ መሬት ክገዝእ ዘለኒ ወይ ድማ ስርሕቲ ገዛ ክሰርሕ ዘለኒ፣ ክንደይ ክኸልቅሕ ኣለኒ፣ ተለቂሐ ከመይ ገይረ ክኸፍሎ ኣለኒ፣ ከመይ ገይረኸ ስርሐይ ቀዋሚ ክገብሮ ኣለኒ፣ ኣብ ትሕቲ ፈጣሪ እዚ ኢኺ መጀመርያ ክትሓስቢ ዘለኪ። ብድሕሪኡ እዚ ኩሉ ነገር ጀሚርኪ ኣብ ጅማሮ ኣብ ጉዕዞ ኣብ ስራሕ ከለኺ እንድሕር ደኣ ብዛዕባ እዞም ክልተ ኣብ ጎንኺ ዘለዉ ኣወዳት እንተሓሰብኪ፣ ክትውስኒ ከለኺ ድማ ብቓላት ዘይኮነ ብተግባር ነጥቢ እናሓዝኪ ካብ ክልቲኦም እቲ ዝሓለፈን እቲ ዘሸነፈን ሓቀኛ ኣፍቃሪ እዩ ካብ ጥቕሚ ይኹን ካብ ሓሶት ይኹን ካብ ብዙሕ ነገራት ካብቶም ንጓል ኣንስተይቲ ክጎድኡ ዝኽእሉ ኣብ ህይወት ኣብ ሓዳር ክጎድእዋ ዝኽእሉ ዓይነት ባህርያታት ንሶም ጠንቂቕኪ ፈሊጥኪ ነጥብታት እናሓዝኪ ተኸድኪ ጽቡቕ ስለዚ ብሓፈሻ ክብለኪ ዝደሊ ሓደ ብዛዕባ እዚ ኣፍቃሪኺ ዝጠለመኪ ኣፍቃሪኺ ዓርኩ እዩ ይሓተኒ ነይሩ፣ ብድሕሪኡ ድማ ንዓርኩ ሕቶ ፍቕሪ ተቐቢለ ንዓርኩ ኣፍቂረ፣ ክስካዕ ሕጂ ውን ኣብ ጎነይ ኣሎ ዝበልክዮ ሓደ ደቂ ሓደ ዓዲ እዮም፣ ካልኣይ ኣዕርኽቱ እዮም፣ ስለዚ ኣብ ውሽጡስ ሓያል ህልኽ ከይህልዎ እሞ ምስ ዓርኩ ይኹን ምሳኺ ተሃላሊኹ ከምዚ ናይ ተሸናፊነት ስምዒት ሃልይዎ ኣብ ውሽጡሲ ሓያል ህልኽ ከይህልዎ እሞ እቲ ህልኽ ከየሸንፎ፣ ህልኽ ኣሸኒፍዎ ድማ እቲ ዝቃለሶ ዘሎ ቃልሲ፣ እቲ ዝኸፍለልኪ ዘሎ ዋጋ ይኸፍለልኪ ከይህሉ ንእሽተይ ኣስጋኢት እያ። ሓቀኛ ፍቕሪ እውን ክህልዎ ይኽእል እዩ፣ ብፍቕሪ እውን ከምኡ ዓይነት ዋጋ ይኸፍለልኪ ይህሉ፣ ከይረብረበ ኣብ ጎንኺ ክህሉ ይኽእል እዩ፣ ነገር ግን ህልኽ እውን ክህልዎ ይኽእል እዩ። ካባየይ ዓርከይ ብኸመይ ስለ ዝበልጸኒ እዩ ንዓይ ኣብያ ንዓርከይ ዘፍቀረት? ንዓይ ኣብያ ንዓርከይ ዝተቐበለት ካባየይ ብኸመይ ይበልጽ ዝብል ናይ ተሸናፊነት ስምዒት ተሰሚዕዎ ህልኽ ከይሓድሮ ምሳኺ ይኹን ምስ ዓርኩ ይኹን ተሃላሊኹ ከይኸውን ኣስጋእ እዩ። ስለዚ ቀዳምነት ብኸመይ እዩ ዝቐርበኪ ዘሎ ህልኽ ድዩ ዘለዎ ፍቕሪ ብብዙሕ ነገር ዕላማኺ እናሳኻዕኪ ጎና ጎኒ ምዘንዮ ረኣይዮ ነጥብታት ሓዝሉ ክስካዕ መወዳእታ ብብዙሕ ነገር እንድሕር ደኣ ሓሊፉ እሞ ሓቀኛ ኣፍቃሪ ምዃኑ እንድሕር ደኣ ኣረጋጊጽኪ ናብ ህይወትኪ ተቐበልዮ። እዚ ብኦንላይን ዝደዋወለኪ ዘሎ እውን ከምኡ ዕላማ ከናሳኻዕኽ ጎና ጎኒ ንዕኡ እውን ንጥቕሚ ድዩ ንጊዜያዊ ድዩ ዝደልየኪ ሓላፍነታዊ ድዩ ጠንካራ ሰራሕተኛ ድዩ ፈሪሓ እግዚኣብሄር ኣለዎ ዶ ብሓፈሻ ክጠቕሙኒ እዮም ትብልዮ መስፈርታትን ነጥብታትን እናሓዝኪ ኺዲ ክስካዕ ዕላማ ከተሳኽዒ ካብ ኩሉ ነገር ነፃ ኮይኖም ኣብ ጎንኹ ኮይኖም ስካዕ መወዳእታ ነጥብታት ኣማሊኦም እዚ መስፈርትኺ ፈተናታትኪ ሓሊፎም ስካዕ መወዳእታ ብፅንዓት ዝተፀበዩኺ ድማ ናይ ተግባር ናይ ቃላት ዘይኮነ ናይ ተግባር ፈተና እንድሕር ደኣ ሓሊፎም ገሊኦም ናብ ህይወት ክትቕበል እዮም እቶም ዘሸነፉ ማለት እዩ ስለዚ ሕጂ ግን ምንም ዓይነት ፍቕራዊ ርክብ ይኹን ዝኾነ ነገር ኣየድልየክን ብዛዕባ ፍቕራዊ ርክብ ምጭናቕ እውን ኣየድልየክን ዋናው ጠንኪር ክለኺ ኣብ ዘለኽዮ ደረጃ በፅሒ ክለኺ ጠንኪር ክሕጂ እውን ዕላማኽን ዕላማኽን ጥራሕ ትሓስብሉ እዩ ክኸውን ዝግብኦ እየ ዝብለኪ ክብርቲ ሓፍተይ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ